ስለዚ ርሑቕ ከይከድና ንምሉእ እዚ ኣባል እዚ መዓስከር ክሳብ ሓደ ኪሎ ሜተር ናይዚ መዓስከር ዘሎ ከባቢ ሃሰስ ከም ዝብል ክንገብሮ ኣለና ዝብል ርእይቶ ኣለኒ ዝብል ሓበሬታ ሂቡ ሓላፊ ጋራጅ ዝነበረ ሕጽር ኢሉ ቀይሕ ሽዑ እሞ ከምኡ እንተኾይኑ ሓሳብኩም ክንቀላጠፍ ኣለና ኣነ ናብ ፖርት ሱዳን መልእኽቲ ክሕልፍ እየ ንስኻትኩም ድማ ኣብ ውሽጢ ዓሰርተ ደቓይቕ ነዚ ሓፋሽ ኣበግስዋ ኢልዎም ኣብ ስግሮም ናብ ዝነበረ እንዳ ምልክት ኣምሪሑ። ወድ ሸቃ።
ልብ ወለድ ዛንታ። ሮዛን ሰሌን መበል ሓምሳን ኣርባዕተን ክፋል ልብወለድ ዛንታ ሮዛን ሰሌን ምዕራፍ ዓሰርተው ሸውዓተ እቶም ብርቱዕ ጸበባን ሽግርን ዘሕለፉ ሰባት ብበሰላታት ዝተሰለመ ሓያል መንፈስን መዘና ዘይርከቦ ትብዓትን ይውንኑ። ከሊል ጂብራን። ኣዛዚ መደበር ፖሊስ መራፊት ሓለቓ ሚእቲ ኣጠይብ ኣብ ቀረባ ግዜ'ዩ፣ ካብ ሲንካ ዝበሃል መደበር ፖሊስ ነመራፊት ተቐይሩ መጺኡ። ኣብ መደበር ሓይሊ ባሕሪ ዓጊግ ዘሎ መዘንኡ ዕድመ ስለ ዝገበረሉ ድማ ሰዓት ዓሰርተ ናይ ንግሆ ካብ መራፊት ንዓጊግ ተበጊሱ። ምስ መራሕ መኪኑ ብዛዕባ ብድሮኡ ኣብ ዜና ዝተፈነወ ዑደት መንግስቱ ሃይለማርያም ናብ ካርቱም ከምኡ'ውን ዝምድና ኢትዮጵያን ሱዳንን እናዕለሉ ንገለ ፍርቂ ሰዓት ተጓዒዞም ንዓጊግ ዘጥዊ መገዲ ሒዞም ቁሩብ ምስ ከዱ ሓለቓ ሚእቲ ሰብ ዝመስል ነገር ተራእይዎ ኣጊፍ ኣጊፍ ኢልዎ ንመራሕ መኪንኡ ካብ መኪና ወሪዱ ንጸጋም ገጹ ክስጉም እንከሎ መራሕ መኪና ደድሕሪኡ ስዒቡ ሓለቓ ሚኪ ነቲ ኣብ መሬት ዝነበረ ሰብ ድንን ኢሉ ድሕሪ ምጥማት ብህይወት ከም ዘሎን ዘየለን ንኸረጋግጽ ንጎኒ ገምጢሉ ጥንቅሊዕት ከም ዝኸውን ምስ ገበሮ ብስምባደ ላኢላህ ኢላላህ መሓመድ ረሱል ኣላህ ኢሉ ከንፈሩ ደሪቑ ሃመማን ጻጸን ክሻመውሉ ምስ ረኣየ ተስፋ ቆሪጹ መንነቱ ከረጋግጽ ኢዱ ኣብ ጁባታቱ ኣእትዩ ሃሰስ ኢሉ ዳግም ሕስብ ኣቢሉ ኢዱ ኣብ ኣፍልቡ እንተንበረ ኣዝዩ ድኹም ህርመት ልቢ ከም ዘለዎ ኣረጋጊጹ ሽዑ ካብ ድቃሱ ከም ዝተበራበረ ሰብ ከም ቅጽበት ብምንጣፍ የላ የላ የላ ርፍዕ መዓየ የላ ኢልዎ ንመራሕ መኪኑ ሳንቦ ሳንቦ ተሰኪሞም ኣብ ልዕሊታ ሓመዳዊ ሕብሪ ዝነበራ ላንድሮቨር ኣደይቦም ኮቦርታ ኣንጺፎም ምስ ኣለቀስዎ ጨርቂ ብማይ እናጠልቀዩ ኣፉ ከተርክስሉ ጀሚሮም። ርእሱውን ብትርኩስ ጨርቂ ሸፊኖሞ። በብቝሩብ ጽቡቕ ከስተንፍስን ኣንፈት ህይወት ክዘርእ ምስ ጀመረ ኸኣ መገዶም ቀጺሎም። ነቲ ናይ ፍርቂ ሰዓት ዝኸውን መገዲ ወዲኦም ኣብ መዓስከር ሓይሊ ባሕሪ ዓጊግ ምስ በጽሑ፣ ነቲ ውጹዕ ንሓኪም መዓስከር ኣረኪቦም ምስ ብጾቶም ውራይ ዕላሎምን፣ ጸወቶምን ገይሮም። ካስትሮ ሳላ ዝተገብረሉ ህጹጽ ሕክምናዊ ረድኤት ሰዓት ኣርባዕተ ገጹ ቀልቡ ክፈልጥ ጀሚሩ። ኣብ ከባቢኡ ዝሰምዖ ዝነበረ ናይቶም ወተሃደራት ሰሓቕን ወኻዕካዕን ድማ ሕልሚ ኮይኑ ተሰሚዕዎ። ኣዒንቱ ከፊቱ ቁልሕ እንተበለ ኣብ ዘይፈልጦ ቦታ ኣብ መንጎ ዘይፈልጦም ሰባት ከም ዘሎ ተረዲእዎ ብኻምሲን ክልብለባ ዝሓደራ ኣዒንቱ እናሕመምኦ ሰምሰም ብምባል ንኸባቢኡ እንተኾለሎ ኣብ ገምገም ባሕር ከም ዘሎ ተዓዚቡ ከመይ ኢሉ ናብቲ ቦታ ክመጽእ ከም ዝኻለ ምርዳእ ሓርቢትዎ ንገለ ካልኢታት ድሕሪ ምሕሳብ ብድርኡ ዘጋጠሞ ኩነታት ከገናዝብ ፈቲኑ በብቑሩብ ንርሂጸ በላዕ ምስ ዘከራ፣ ደቂስዎ ካብ ዝነበረ ዓንገሪብ ሓፍ ክብል ፈቲኑ። መላግቦታት ኣዕጽምቱን ጅማውቱን ብምሉኡ ተኸራቲሙ ቃንዛ ስለ ዝገበረሉ ግን ዝብል ድምጺ ኣስሚዑ ብማዕዶ ክከታተሎ ዝጸንሐ ወተሃደር ናብኡ ቀሪቡ

ጥዑም መግቢ ተቐሪብሉ በሊዑ፣ በቲ ዝረኸቦ ምጡን ጸዓት ተደጊፉ ካብ ዓራት ብምትንሳእ ሓንከስከስ እናበለ ናብቶም ከቢቦም ወኻዕ ዝብሉ ዝነበሩ ወተሃደራት ገጹ ሰጒሙ ሰብነቱ ማጢጉ መልኣክ ኮሞት ዝወረሶ'ዩ ዝመስል ነይሩ። ነተን ዝፈልጠን በጻብዕ ዝቝጸራ ቃላት ተጠቒሙ ብስብርባር ዓረበኛ ኣና ሞዳል ጅብሃ ሻዕብያ ቶዮታ ሓገይ ከስራን ፊት ጠሪግ ሓሳ ጠዋሊ ናብ ሽመራፊት ኢልዎም መንቅስቓስ ኣእዳዉ እናሓወሰ እቶም ወተሃደራት ብዘረቡ እናሰሓቑ ኮይስ ኮይስ በስ ኣንተ ዙር ሽወያ ኢሎም ብዙሕ ኣይተገደሱሉን፣ ውራይ ዕላሎም ጥራይ ገይሮም። ምስ ብጻዩ ኣብ በረንዳ እናዕለለ ኩነታቱ ክዕዘብ ዝጸንሐ ሓለቓ ሚእቲ ኣጠይብ፣ ነቲ መጀመርያ ሻሂ ዝቐበሎም ከሳስዮም ዝወዓለ ወተሃደር ብስሙ ጸዊዑ፣ ነዚ ጋሻ ሰብነቱ መታን ክሕጸብ፣ ሳምና ሂብካ ባኞ ርእዮ፣ ምግቢ'ውን ሃቦ። ኢሉዎ ካስትሮ ክትስእ እንከሎ፣ ሓለቓ ሚእቲ ኣጠይብ ኣብ ውሽጢ ገዛ ምስ ሓላፊ መዓስከር ይዕልል ስለ ዝነበረ፣ ኣቐዲሙ ከም ዝበልዐ ኣይፈለጠን። እቲ ወተሃደር ሳምና ሒዙ ብምምላስ፣ ንካስትሮ ብኢዱ ሒዙ ናብ ባኞ መሪሕዎ ብምኻድ፣ ብኢዱ ናይ ምሕጻብ ምልክት እናርኣየ፣ ሓማም ሓማም! ኢልዎ። ሓሳብ ካስትሮ ንርሂጸ በላዕ ክረድእ ጥራይ ስለ ዝነበረ ግና ላእ ላእ ላእ ላእ ኣነ ዓውዝ የምሺ መራፊት ዓረብያ ሓገይ ከስራን ፊ ጠሪግ ኢልዎ እቲ ወታሃደር ኣብ ጎኑ ደው ብምባል ሓማም ሓማም ሓማም ኢሉ ስለ ዝደረቐ ግና ከይፈተወ ኣብ ባኞ ክኣቱ ተገዲዱ። ሰብነቱ ምስ ተሓጽበ ኣዝዩ ፈኺስዎ። እቲ ወኻዕካዕን ሰሓቕን ናይቶም ወተሃደራት ግና ቅጭ ኣምጺኡሉ። ዓቕሊ ምግባር ስኢኑ ድማ ከም ብሓድሽ ናብኣቶም ብምቕራብ፣ ነብሺ ነብሺ እናበለ ክህውኾም ጀሚሩ። ድሕሪ ገለ ደቓይቕ ሓለቓ ሚእቲ ኣጠይብ ነብሺ ያ ሙናድር ኢሉ መሪሕዎ ኣብ ላንድሮቨር ደይቡ። መገዶም እናቐጸሉ ከለዉ ዘጋጠሞ ኩነታት ሓቲቶሞ። ክምልሰሎም ግና ጸገም ኮይንዎ ብእንግሊዘኛ ክምልሰሎም ፈቲኑ። ሓለቓ ሚቲ ዝተረድኦ ክመስል ርእሱ እናነቕነቐ የስ የስ የስ ጥራይ ክብል ምስ ሰምዖ ግና ብግቡእ ይርድኦ ከም ዘየሎ ፈሊጡ ዓረብኛ ክድርጉስ ብምጅማር

ርእሱ እናሓዘ ባዕደን ኣና የጂ መራፊት ላኪን ጠሪግ ማ ያዕርፍ ሞያ ማፊ ዒሽ ማፊ ኣልቢንት ከማ ማራ ዋሕድ ታዕባን ከማ ሙጃርሕ ሂና ብምባል ናብ ብርኪ እግሩ ምልክት እናገበረ ብዝከኣሎ መጠን ከረድኦም ፈቲኑ። ኣብ ገጽ ክልቲኦም ናይ ስንባደ ምልክት ምስ ተዓዘበ፣ ይርድእዎ ከም ዘለዉ ተገንዚቡ። ሓሰ ኣልቢን ተውጀድ ሊ ዋሕዳ ፊ ታዮታ? ክብል ሓቲቱ መራሕ መኪና። ካስትሮ ስለ ዝተረድኦ ድማ፣ ኣይዋ ኣይዋ ኣይዋ ኢሉዎ ብዓውታ። ኣዑዙቢላህ ምና ሸይጣና ረጅም ላዝም ነውሰል ሰሪዕ! እናበለ ንላንድ ሮቨር ዋሕዚ ነዳዲ ወሲኽላ። ነዚ ዝተዓዘበ ካስትሮ ብመጠኑ ቀሲኑ። ላንድ ሮቨር ነቲ ዘይጥጡሕ መገዲ ከም ማይ እናሰተየቶ ብናህሪ ተወንጭፋ። ካስትሮ መራፊት ብማዕዶ ክሳዕ እትረኣዮም ብዛዕባ ርሂጸ በላዕ ጥራዩ ዝሓስብ ነይሩ። እተን ዝጉደፍኩላ ውሑዳት ማይ ክመጻኒ ኢላ ብዘይ ቁጠባ ሰትያ ተዘይወዲኣተን እኳ ብህይወት ክትተርፍ ትኽእል እያ። ከይመጻኹም ዝሓደርኩ ጥራይ ዓቕሊ ጽቢባ ተንቀሳቒሰ ከይትኸውን። ተስፋ እገብር ኣብታ ዝገደፍኳ ቦታ ክትጸንሕ። ምናልባሽ ንቶኮር ክትምለስ ከይትፍትን ደኣ። እናበለ ክስዕብ ኣብ ዝኽእል እንተታት ኣትዩ ሃውቲቱ። ሰዓት ሓሙሽተን ፈረቓን ናይ ምሸት፣ ላንድ ሮቨር ገልጠምጠም እናበለት ኣብ ኣፍ ደገ መዓስከር መራፊት በጺሓ ደው ኢላ። ሓለቓ ሚእቲ ኣጠይብ ብወሰን ኮፍ ኢሉ ስለ ዝነበረ መጀመርያ ወሪዱ። ካስትሮ ደድሕሪኡ ምስ ሰዓበ ብማዕዶ ዝረኣዮ ሓደ ተጋዳላይ እውይ እው ካስትሮ መጺኡ እውይ እውይ ኢሉ ብዓውታ ጨዲሩ። ኣብ ምሉእ'ቲ መዓስከር ድማ ከም ቅጽበት ካስትሮ መጺኡ ካስትሮ መጺኡ ዝብል ወረ ተላቢዑ። ብኡንብኡ ኣባላት መዓስከር ሓሓኒቖም ክስዕምዎ ጀሚሮም። ሓለቓ ሚእቲ ደሃዩ ዝገብር ሰብ ምስ ሰኣነ ብዝረኣዮ ፍጻመ እናተገረመ ኣብ መኪንኡ ደይቡ መገዱ ቀጺሉ። ካስትሮ ናብ ውሽጢ እቲ ቐጽሪ መዓስከር ምስ ኣተወ ከቢቦሞ ዝነበሩ ብጾት በብወገኖም እባ ካብቲ እኩር ዲኻ ድኣ ትመጽእ ነርካ ካብዚ ምስ በርትዐ ድኣ መገዲ ድዩ ጠፊኡካ እዞም ሱዳን ከ ድኣ ኣበይ ረኺቦምኻ ክብሉ በብወገኖም ተወኪሶሞ ንሕቶታቶም ብዓቕሊ መሊሱ ኣብ ዘገድሶ ጉዳይ ብምእታው፣ እምቧእ ጌታኸ መጺኣዶ? ክብል ፍርሒ ብዝዓብለሎ ቃና ተወኪስዎም፣ እምቧእ እንታይ ትብል ኣለኻ? ቶዮታ ደኣ ሰዓት ሰለስተ እንድያ መጺኣ፣ ንሕና ግን ተሰዊኡ ኢልና ቀቢጽናካ ኢና ኔርና። እናበሉ ብዛዕባ ርሂጸ በላዕ ክሓቶም፣ ዕድል ነፊጎሞ እሞ ምሳሕ ሓንቲ ተጋዳሊት ኣይመፀትን ክብል ብዓቕሊ ፅበት ምስ ተወከሶም ኣንታ እታ ጠረው እግራ ድያ ንሳ ድኣ ምስ ሰብልኡር እንድያ መፅያ እወ ኣባል ማሕበራዊ ጉዳይ እንድያ ኣንታ እወ እታ ሰይቲ መሓመድ ጠፊኣትካ ተባሂሎም ኣብ ንሓድሕዶም ካስትሮ ኣብ ምሉእ ህይወቱ ከም ሽዑ ተሓጒሱ ኣይፈልጥን። ንርሂጸ በላዕ መታን ክረኽባ ድማ ናብ ወዲ ሸቃ ቅድሚ ምኻዱ ኣበይ ከም ዘላ ሓቲቱ ኣብ ማእከልቲ መዓስከር ናብ ዝነበረ ክሊኒክ ኣምሪሑ። ርሂጸ በላዕ ርእይ ምስ ኣበለቶ ካስትሮ ኢላ ኣብ ኣፍ ደገ ተቐቢላቶ። ንዓመታት ዝተፈላለዩ ሰባት እውን ከምኡ ይሰዓዓሙን ኣብኡ ከለዉ ወዲ ሸቃ ኣርኪብዎም እግሪ እግሩ ኣቦይ ተኽለን ኣቦይ ሳልሕን ተሓዊሶሞም መሬት ክሳዕ ዝጽልምት ከኣ ዕላል መዓስከር ብዛዕባ ካስትሮን ርሂጸ በላዕን ጥራይ ኮይኑ ሰማንያን ሓደን ድርብ መለክዒ ሒዛ'ያ ሓሊፋ። በቲ ሓደ ሸነኽ ጸላኢ ኣብ ተበግሶ ጽቡቕ ገይሩ ስለ ዝተቐርሰመ፣ ንመጠነ ሰፊሕ ወራር መታን ክዳሎ ዝኾነ ወተሃደራዊ ምንቅስቓስ ከይገበረ ተጸቒጡ'ዩ ኣሕሊፉዋ። በንጻሩ እቲ ኣብ መንጎ ተሓኤ ሕግሓኤን ዝነበረ፣ ካልኣዊ ግርጭት ኣመና ስለ ዝተባልሐ ኣብ መንጎ ክልቲኡ ውድባት ኣብ ድሕሪ መስመር ውግእ ተኸፊቱ። እቲ መጠነ ንኡስ ዝነበረ ውግእ ኣብ ሓጺር ግዜ ናብ ሳሕል ገጹ ስለ ዝለሓመ፣ ሰራዊት ተሓኤ ኣብ ሰሜናዊ ምብራቕ ሳሕል ምስ ሓይልታት ህግሓኤ ዓሪድሉ ካብ ዝነበረ ቦታ ስሒቡ። ከም ሳዕቤኑ ከኣ እቲ ኩነታት ናብ ምሉእ ወተሃደራዊ ምርጻም ዓሪጉ። ኣብቲ ዝሰዓበ ደማዊ ውግእ ሕድሕድ፣ ተሓኤ ኣብ ሓጺር ግዜ ብዘይተወደበ ኣገባብ ናብ ምድረ ሱዳን ሰጊራ። ህዝቢ ኤርትራ ድማ ኣንጻር ባዕዳዊ ጸላኢ ዝኸፍሎ ዝነበረ ሰፍ ዘይብል መስዋእቲ ከይኣኽሎ ብሰንኪ መራሕቲ ውድባት ዝተኸተልዎ ግጉይ ኣፈታትሓ ካልኣዊ ግርጭት ህይወት ናይ ብዙሓት ጀጋኑ ደቁ ከሲሩ። ድሕሪ'ዚ ፍጻመ'ዚ፣ ስርዓት ጃዕፈር ኑመሪ ስዕረት ተሓኤ ክወሓጠሉ ስለ ዘይከኣለ፣ ከም ግብረ መልሲ ናታ ጸግዒ ብምሓዝ፣ ኣብ ምሉእ ሱዳን ንዝነበረ ቤት ጽሕፈታት ህዝባዊ ግንባር ረጊጡ፣ ፖለቲካውን ቁጠባውን ንጥፈታት ህግሓኤ፣ ከምዚ ድስክል ገይርዎ ሕሉፍ ሓሊፉ ኣብ መስመር ሱዳን ክሰርሓ ዝጸንሓ ዓበይቲ መካይን ንሜዳ መታን ከይኣትዋ ውሕጅ እናሰገራ ከለዋ ኣርኪቡ ክዓግተን ፈቲኑ ነይሩ። ሳላ ብርቱዕ ተወፋይነትን ጻዕርን ኣባላት ምውፋር ጨንፈር መጓዓዝያ መራሕቲ መካይን ግን ናብ ሰላሳን ሰለስተን ዝጽግዓ ኤነትረታት መም ምስ ተሳሓብተን ውሕጅ ኮርባርካ ሰጊረን ካብቲ ብውዲት ዝተጠንሰ እኩይ መጻወድያ ስርዓት ሱዳን ንስክላ ከምልጣ ክኢለን። ስርዓት ኑመሪ ዝወሰዶ ስጉምቲ ብፍላይ ኣብ መራፊት ኣዝዩ ተኣፋፊ ሳዕቤን ኣኸቲሉ። ጸላኢ ንመጠነ ሰፊሕ ሻድሻይ ወራር ምቅርራብ እናገበረ ከሎ፣ ከምዚ ዝኣመሰለ ቁጠባዊ መሓንቕቲ ምግጣሙ፣ እቲ ኩነታት ማዕረ ክንደይ ተኣፋፊ ሳዕቤን ክህልዎ ከም ዝኽእል ንዝኾነ ሰብ ንጹር እዩ ነይሩ። ጸላኢ ብዛዕባ እዚ ጉዳይ እዚ ምስ ፈለጠ፣ ብማዕከናት ዜንኡ፣ ደጊሙ ወንበዴታት ኣኺልዎም እዩ፣ ናይ ዕጥቅን ስንቅን መስመሮም ስለ ዝተዓጽወ፣ ኣብ ውሽጢ ውሑድ መዓልታት ኢዶም ክህቡ እዮም። ምባል ከይኣኽሎ፣ ኣብቲ ኩለንትናዊ ወፍሪ ኢሉ ዝሰመዮ ወራር ሚእቲ ካብ ሚእቲ ዝዕወት ኮይኑ ተሰሚዕዎ። ህይወት ንጹሃት ዜጋታት ብኸንቱ ከነጥፍእ ስለ ዘይንደሊ ብዝብል ሕሱር ፖለቲካ ድማ ተጋደልቲ ኢዶም ዝህቡሉ ካርድ ምስ ቅጥዒ ኣመላልኡ ብነፈርቲ ኣብ ደጀን ደርብዩ። ሻድሻይ ወራር ክፈሽል እንተኾይኑ ኣብ መራፊት ተኸዚኑ ዝነበረ ኣማኢት ኣሽሓት ኩንታላት እኽሊ፣ ነዳዲ፣ ሽኮር፣ ዓደስን ዘይተመይትን ብዝኾነ መገዲ ንሜዳ ክግዕዝ ነይርዎ። እንተኾነ መዓስከር መራፊት ኣብ ታዕቢ ኣፍደገኣ ብመንግስቲ ሱዳን ንሓለዋ ዝቖመ ወተሃደር ስለዝተገብረላ፣ ይትረፍ ዝተጻዕነት መኪና ክትወጽእ ዝኾነ ምንቅስቓስ መኪና ክልኩል እዩ ነይሩ። ከም ቆፎ ንህቢ ጽዑቕ ምንቅስቓስ ዝረኣያ ዝነበረ መዓስከር መራፊት ከኣ ተዛማደ ህድኣት ሰፊንዋ እንዳ ግፍዐ ክትመስል ጸጥ ኢላ። ፈታዊ ጸላእን ድማ ህዝባዊ ግንባር ማይ ከም ዝሰኣነት ተኽሊ ኣብ ሓጺር ግዜ ተቐህም ኮይኑ ተሰሚዕዎ። ቃልሲ ሓፋሽ ዓጋቲ ስለ ዘይብሉ ግና ብኡ ንብኡ ሓደ ጥበብ ተማሂዙ። ንሱ ኸኣ ብሜዳ ዝመጻ ዓበይቲ መካይን ብነዊሕ መብራህቲ ናይ መዓስከር እናተመርሓ መብራህቲ ኣጥፊኤን ብሸነኽ ደቡብ ናይቲ መዓስከር ተኾሚሩ ኣብ ዘሎ ኮናትል ተጸጊዐን እኽሊ ክጽዕና ዝብል'ዩ ነይሩ። እዚ ክኸውን እንከሎ ኣፍደገ ዝሕሉ ወተሃደር መታን ከይሰምዐን ናይ ጀነሬተር ድምጺ ክብ ከም ዝብል ይግበር እሞ መካይን ድማ ኣብ ውሽጢ ሓጽር ግዜ ብለይቲ ተጻዒነን ይወጻ። ብኸምዚ ሙሉእ ኣባለቲ መዓስከር ሙሉእ ለይቲ እናተበራረየ መካይን ክጽዕን ይሓድር። ንግሆ ዘይተርፍ ፖለቲካዊ ትምህርቲ ድሕሪ ምክያድ ቁርሲ በሊዑ ኣዕሪፉ ይውዕል። ነፍሲ ወከፍ ኣባል ዓቕሙ ስለ ዘበርከተ ድማ እቲ ስራሕ ንኣዋርሕ ብዘይ ሓደ ዕንቅፋት ቀጺሉ። ኣብ መራፊት ዝነበረ ብኣሽሓት ቶናት ዝቑጸር እኽሊ፣ ዓደስ፣ ነዳዲ ድማ ኣሎ እናተባህለ ኣብ ዝግብኦ ቦታ በጺሑ። እቲ ብናይ ኣስመራ ማኒፌስቶ ተጠሚቑ ብዙሕ ዳንኬራ ዝተገብረሉ ወራር ከኣ በንጻር እቲ ደርጋውያን ይኹን ደገፍቶም ዝሓሰብዎ ብጽኑዕ ሰውራዊ መኸተ ተጋዳላይን ሓፋሽ ህዝብን ምስ ፈሸለ ዓለም ክልተ ግዜ ተዛሪባ። ድሕሪ ፍሽለት ሻድሻይ ወራር እገዳ ስርዓት ንመሪ ብዘይ ወግዓዊ ፍቓድ ስለ ዝተጣዕሰ ወይ ሸለል ስለ ዝተባህለ ምንቅስቓስ መካይን ብቐትሪ ጀሚሩ። እዚ ንካስትሮ ዓቢ መስተርሆት እዩ ነይሩ። ንኣዋርሕ ኣብ ዝተደራረበ ጉልበታውን ምምሕዳራውን ስራሕ ተጸሚዱ ለይትን ቀትርን ብሃለኽለኽ እዩ ኣሕሊፍዎ። ከም ሰቡ እኽሊ ከጽዕንን ከራግፍን ሓዲሩ ኣንጊሁ ብምትንሳእ ፖለቲካዊ ትምህርቲ ከስተምህር ነይርዎ። ካብ ክቱር ድኻም ዝተላዕለ ዋሕዲ ደም ገይሩ ንሳልስቲ ኣብ ክሊኒክ ዝደቀሰሉ እዋን እውን ነይሩ እዩ። መዓስከር መራፊት ንቡር ህይወት ድሕሪ ምጅማራ ተቋሪጹ ዝነበረ ባህላዊ ንጥፈታትን ኣካዳምያዊ ትምህርትን ኣብ ንቡር ተመሊሱ። ተዳኺሙ ዝነበረ መደብ ምዝንጋዕ ከይተረፈ ተበራቢሩ። ኣብ ነብሲ ወከፍ ኣባል ፍሕሽው ገጽ ይረኣ ነይሩ። ካስትሮ ካብ ሶቬቱ ወጺኡ ናብቲ ሆጭ ዝበለ ውራይ ኣምሪሑ። ኣብ መስተ ዘይምነ ዋዛን ቆም ነገርን ስለ ዘዘውትር ኣብ ኩሉ ኩርናዕ ኮፍ ኢሎም ዝነበሩ ብጾት በብወገኖም ከስሮ ናዕነጀው ኣታ ናዕበ ዝተሐሸካ ወደይ እናበሉ ወጠጥ ኢሎሞ ብደዉ ነቲ ቦታ ብዐይንቱ ድሕር ምኹላል ነቦይ ተኽለን ነቦይ ሳልሕን ብሸነኽ ጸጋም ስለ ዝረኣዮም ናብኣቶም ገጹ ብምምራሕ እምቧእ እዚ ኩሉ ሃሰስ ክብለኩምሲ ኣብ ዘለና እኮ ኣይትብሉን ኣቦይ ተክለ መቸም ስዋ ተሒዝካ ዋላ ከብር ሰብ እዩ ዘይብልካ እናበለ ኣብ መንጎኦም ኮፍ ኢሉ እዚኣስ ሓቅኻ ኣለኻ ሰሌ ወደይ ካብ ስዋ ግደፍ ትብለኒ ብዘይ ቀልዓለም እንጌራ ግደፍ ክትብለኒ ምመረጽኩ ነይረ ብዘይካ ስዋ እንታይ ህይወት ኣሎ ኢልካዮ ኢኻ ብፍላይ ዝጽራይ ስዋ ሃገርና ኮላሊትካ ስለ ዝሓጽብ ካብ ቢራ ንላዕሊ እዩ ዝምረጽ ሓካይም ዓድና ከይተረፈ መስኪሮምሉ ክብሉ ሓቃቶም እዮም ዝብል መልሲ ምስ ሃብዎ ካብ ታኒኮኦም ጽጽው ኣቢሎም ኣቦይ ሳልሕ ተቐብል ኣቢሎም ጸላኢና ካብ ስዋ ዶ ቁም ነገር ተረኺቡልኩሞ ተኽለ ከኣ ኸማይ ኢልካ ነዚ ሓንጎል ሰብ ዝደፍን ስዋ ኮላሊት ይሓጽብ እናበልካ ሃለውልው ክትብል መሬት ዓሪብካ ክብሉ መሊሶም ሓቅኻ ኢኻ ሳልሕ ናይ ኣቦኻ ስለ ዘይኮነ ቁም ነገር ስዋ ይርድኣካ ንኸውን ቁርኣን ሓራም እዩ ዝብሎ ኢልካ ግን ክትገድፎ ይረኣናካን መጽሓፍ ቅዱስ ከኣ ወይኒ ያስተፈስህ ልበ ሰብ እዩ ዝብሎ ከምኡ ስለ ዝኾነ ኢኻ ሰብኣይ ምስ ሰበይቲ ዓለም ምስ ካህን ክሰትይዎ ንርኢ ዘለና ንካስትሮ ዘረባ ክልቲኦም ሰሚዑ ክስሕቕ ዝረኣይዎ ኪንኦም ዝነበሩ ኣባላት ናይ ክልቲኦም ዕላል መታን ክሰምዑ ናብኣቶም ቀሪቦም፣ ኣቦይ ተኽለ ብሰንኪ ዝኽትምንኦም ካብ ቁልዕነቶም ኣትሒዞም ኣብ ስራሕ ክቑረኑ ዝተገደዱ ደልዳላ ሰብኣይ ኮይኖም ናይ ዝተፈላለየ ዓይነት ስራሕ ልምዲ ድሕሪ ምጥራይ፣ ኣብ ወደብ ባጽዕ ኣብ ክፍሊ ጽርበት ዕንጨይቲ ሰሪሖም። ከም ጠባይ መጠን ኣዝዮም ሓያል፣ ብዙሕ ታሪኽ ዝፈልጡ፣ ሬድዮ ካብ እዝኖም ዘይፈልዩ፣ ክትዕ ገጢሞም ዘይርትዑ ግን ከኣ ብኣጋ ተመላሳዮም። ኣቦይ ሳልሕ ቁሩብ ዕድመ ድፍእ ዘበሉ፣ ረቂቕ፣ ብብርትዑ ናብ ክሻፋ ዝቀራረብ መነጽር ዓይኒ ዝወድዩ፣ ብጸላኢ ብዙሕ ግዜ ዝተኣስሩ፣ ድምጾም እናጎተቱ ዝዛረቡ ዓቃል ሰብ'ዮም። ዓስከር ጣልያን ከለዉ ምስ ዱካ ዳ'ኮስታ ከም ዘገልገሉ ብዙሕ ግዜ'ዮም ዝዛረቡ። ኣብ ባጽዕ ንነዊሕ ዓመታት ኣብ ሓይሊ ኤሌክትሪክ ድሕሪ ምስራሕ ምስ ምሕራር ከተማ ባጽዕ ተሰሊፎም ኣብ ክፍሊ ታዕሊም ምስ በጽሑ እዋዕ ኣነ ደኣ እንታይ ክዕለም ውትህድርና ቀደም ብዘበነ ትሪቡል እንዴ ዝፈልጦ ብረት ጥራይ ሃቡኒ ከበሳ ክድይብ ዋዕ
ኢሎም ንሓይልታት ክኸዱ ወጠጥ ዝበሉ በዓል ቅያ እዮም ካስትሮ ነዞም ክልተ ኣቦታት ብዙሕ ዝቐርቦም፣ ኣብ ሙድ ፖለቲካዊ ትምህርቲ ዘይበርሃሎም ነገር ድማ ንበይኖም ፈልዩ ብዕላል መልክዕ የረድኦም። ዕላሎም ንብዙሕ ነገር ስለ ዘረስዖ ኣመና'ዩ ዝብህጎ። ንሳቶም እውን ብምሉእ ልቦም ይቐርብዎን ከም መሰተኦም ናጻ ኮይኖም የዕልልዎን ነይሮም። ካስትሮ ስዋ ጎርዳዕ እናበለ ዕላሎም ክከታተል ጸኒሑ ዘስሕቕ ነገር መታን ክረክብ ንኽልቲኦም ኣብ ክትዕ ዘእቶ ኣርእስቲ ሃሰስ ክብል ጀሚሩ። ኣቦይ ሳልሕ ግና ከም ባህሪ ስዋ እንተሒዞም ፖለቲካዊ ዕላላት ኣይፈትዉን እዮም። ኣብ ስዋ ወነሳ እዩ ዘድሊ። ውድባዊ ወይ መጎታዊ ዕላል እንታይ ኣምጽኦ? እዮም ዝብሉ ነይሮም። እታ መጎታዊ ትብል ቃል ትርጉማ ብንጹር ይፈልጥዋ እኳ ተዘይነበሩ፣ ንፖለቲካ ትምልከት እያ ካብ ዝብል ሓሳብ ብዙሕ ግዜ እዮም ዝደጋግምዋ። ስለ ዝኾነ ካስትሮ ካብ ፖለቲካ ወጻኢ ዝኾነ ኣርእስቲ ከበግስ እናሓሰበ እንከሎ ወዲ ሸቃ ብማዕዶ ካስትሮ! ካስትሮ! ኢሉ ስለ ዘድሃየዎ መጻእኩ በሉ ኢልዎም ተሲኡ ኣይዶንጌ ድሕሪ ገለ ደቂቕ እንተተመልሰ ኣቦይ ተኽለ ኣብ ጥቕኦም ኮፍ ኢሎም ምስ ዝነበሩ ክልተ ብጾት ብድሩ ብዛዕባ ዝተማህርዎ ቃልሲ ህዝቢ ናሚብያን ዊዲታት ኣፓርታይድን ኣልዒሎም ክካትዑ ጸኒሖሞ ካስትሮ ምስ ተሓወሶም
መጺእካ ዶ ካስትሮ በዚኣ ትሕሸካ በዚኣ
ኢሎም ኣብ መንጎኦም ኮፍ ኣቢሎሞ ኣቦይ ሳልሕ ቁሩብ ስዋ ምዑግ ኣቢሎም መቸም ተኽለ ዓርከይ ፖለቲክ ኮነ እየ እንድዩ ዝብል እንሃልካ ብዛዕባ እዞም ወርጠበታት ጸሚዱ ሌፍ ይብል ዘይጽልኦ ሰብ ስዋ ሒዝካ ፖለቲካ ጸላእኩ ዋ
ኢሎሞ እናሰሓቑ ስዋ ኣብ ዝህልወሉ እዋን ኣብ ዕስክርና ጥልያን ከለዉ ኣብ ሊብያን ኢትዮጵያን ብዛዕባ ዝፈጸምዎ ቅያን ታሪኽን ክዛረቡ ባሂ ዝብሎም ፖለቲካ ክምህሮም ከሎ ኣብ ንሕድሕዶም ኣብ ዝካትዕሉ እዋን ካስትሮ መፍቶት እዩ ዝውድእ በል ሕጂ ትሚልና ንስማዕ እሞ ኣቦይ ተኽለ ክጋጋ ከሎ ኣብ መንጎ ኣቲና ትጋገ ኣለኻ ኢልና ንኣርሞ ድማ ኢልዎም ነቦይ ሳልሕ ኣብ እዝኖም ቀረብ ኢሉ። ኣቦይ ሳልሕ ኸኣ በቲ ሓሳብ ተሰማሚዖም
ሓቅኻ ኣለኻ ሰሌ ወደይ ቀስ ኢልካ እንታይ ከም ዝብሎ ጥራይ ሓብረኒ እምበር ኮሬንቲ ከጨቡጠ እየ
ኢሎሞ ክትዕ ናይ ኣቦይ ተኽለን ናይቶም ክልተ መንእስያትን እናረሰነ ስለ ዝኸደ ካልኦት ኣብ ጥቕኦም ዝነበሩ እውን ተሓዊሶሞም ሓደ ተጋዳላይ ነቦይ ተኽለ ብምቅዋም፣
ሃጸይነት ኣሜሪካ ኣብ ዘላቶ ደረጃ ክትበጽሕ ዝኸኣለት፣ ንደቀባት ኣሜሪካ ዝኾኑ ቀያሕቲ ህንዳውያን ኣጽኒታ፣ ጉልበት ኣፍሪቃውያን ባዶ ተጠቒማ፣ ድሕሪ ኢንዱስትራዊ ሰውራ ከኣ ጉልበት ሸቃሎ ስለ ዝመዝመዘት እያ። ሓድሽ መግዛእቲ ተጠቒማ ድማ ገና ንሃገራት ሳልሳይ ዓለም ትምዝምዝ ኣላ። ኣብ ሶቭየት ሕብረት ግና ምዝመዛ ዝበሃል ነገር የለን። ስራሕ ዘይብሉ ሰብ የለን። ስርቅን ቅትለትን ብልሽውናን ከኣ የለን። ፍትሕን ሕግን ማዕርነትን ዝነገሶ ስርዓት እዩ ዘሎ። ክብል ስምዒት ብዝተሓወሶ መንፈስ ተዛሪቡ። ኣቦይ ተኽለ ሒዞማ ዝነበሩ ታኒካ ስዋ ኣብ እግሮም ኣቐሚጦም
ወይለይ! ዘሕምቆለኒ በትረይ ሃውኑ እንዲ ደኣ ኮይኑለይ ደኣ ብዛዕባ እዚ ኣብ ካድር ተማሂርናዮ ትብልዎ ዝያዳ ክብሪ ዝያዳ ዕዮ ሞጎታዊ ነገር ነዶ ገለ ዝበሃል ተምጺእካዮ ዘይክእለካ እምበር ናይ ኣሜሪካ ሩስያ እንተልዒልካሲ ቀልጢፍካ ኢልካ ማሕብሕሸካ ብምባል ዘረብኦም ጀሚሮም ካስትሮ ንኣሜሪካ ከም ዘምልኽዋ ስለ ዝፈልጥ እንታይ ከም ዝብሉ ፈሊጡ ከሎ ገና ክምስ ኢሉ
እምባ ናይ ተኽለ ዓርከይ ነገር እኳ ጸማም ሓደ ደርፉ እዩ ዝበሃል ሎሚ ኢና ዝረኸብናዮ
ኢሎም ኣቦይ ሳልሕ ናብ ካስትሮ እናጠመቱ እዋዋዋዋ ሕጂ እሞ መፍተቱ ረኺቡ ብዘይ ፍሬኑ እዩ ክዛረብ መሊሱ ካስትሮ።
ብፍላይ ዞም ንኣሽቱ ጽን ኢልኩም ስምዑ
ኢሎም ኣቦይ ተኽለ ናብቶም ብየማነ ጸጋሞም ኣብ ቅድሚኦም ኮፍ ኢሎም ዝነበሩ እናመልከቱ
ኣብ ዓለም መንግስቲ ኣሎ ተተባሂሉ ኣሜሪካ ጥራይ እያ ብሕርሻ ይኹን ብኢንዱስትሪ ብፖለቲካ ይኹን ብወተሃደራዊ ንኣሜሪካ ዝወዳደር የሎን ንገዛእ ርእሳ ኮይና ንዓለም ትቕልብ ኣላ። ሩስያ ግን መንግስቲ ተዝኸውን ህዝቡ ናጠመየ ከሎ ንዓለም ዘህልቕ ኣጽዋር ኣይምሰርሐን። እዚ ኩሉ ኣብ ኤርትራ ዝዘንብ ዘሎ ቦምባታት ንባዕሉ ህያው ምስክር እዩ። ኣብ ኣሜሪካ ዝሰርሕ ሰብ ይህብትም ኣብ ሶቬት ሕብረት ግና ስራሕ ኣይትስራሕ ኣየገድስን እዩ ውፈር ጥራይ እምበር ደሞዝካ ኣይተርፈካን እዩ ከምኡ ስለ ዝኾነ ኸኣ ብቑጠባ ድሕሪ ኣሜሪካን ኤውሮጳን ተሰሪዓ ንገዛእ ርእሳ መቐላብ ስኢና ዓመት መጸ ስርናይ ካብኣተን ክትሽምት ትግደድ ኣላ እሞ ሕጅስ ሓቢርካ ምስራሕ ምዕባለ የምጽን እዩ ዲኻ ትብል ዘላ ክብል ኮሊፍዎም ሓደ ካብቶም ሰማዕቲ ጽንዓኒ እንዶ ሓንሳእ ጽንዓኒ ትተሃወኽ ዝወልደይ ንሕና ኣብ ሰውራ ስለ ዘለና ነቲ ገጢሙና ዘሎ ከቢድ ሽግር ሓቢርና ብምስራሕ ጥራይና ንዕወተሉ ኣብ ሕብረተሰብና ድማ ሓቢርካ ምስራሕ ሎሚ ዘይኮነ ካብ ጥንቲ ዝነበረ እምበር ሎሚ ከም ዘይተጀመረ ክትፈልጥ ኣለካ ግን ከኣ ዋላ ኣብዚ መዓስከርና እንተተዓዘብና ደሞዝ ስለ ዘየለ ብዙሕ ነስተውዕለሉ ነገራት ኣሎ። ማእቶት ክበሃል ከሎ እቶም ትጉሃት ባዴላን ኣፍራዛን ሒዞም ናብ ስራሕ ክጎዩ ከለዉ ገለ ሳሕዳያት ግን ገፈፍ ክብሉ እዮም ዝረኣዩ። እዚ ከይኣክል ሰዓት ምስ ኣኸለ እቶም ሃካያት ናውቲ ማእቶቶም ደርብዮም ናብ ምግብና ክጎዩ ከለዉ እቶም ደም ክርህጹ ዘርፈዱ ደቂ ማርያም ክሊዓው ግና ክቆርሱ እንተመጹ ወዲቕኩም እበሃሉ እዚ ቁንዕ ድዩ ሕጂ ብእንግድ ዓብጻይካ ምጽዋት ዶ ኣይኮነን ወይስ ህብ ደቀይ እዋዕ ምስ በሉ ዝበዝሑ ሰማዕቲ ክስሕቁ ከለዉ ገለ ውሑዳት ድማ ብምስትንታን ኣራእሶም ብኣሉታ ነቕኒቖም። ካስትሮ ሃለፍ ከብሎም ስለ ዝደለየ፣ እሞ ሕጂሲ ከመይ ኢልካ ኢኻ ሃጸይነት ኣሜሪካ መዝማዚት ኣይኮነትን ትብለና ዘለኻ? ናይዚ ኣብ ቃኘው እናሰራሕኻ ከለኻ መቑሽሽ ዝህቡኻ ዝነበሩ ዲኻ እዚ ኩሉ ትጣበቐሎም ዘለኻ? ዋላ ካልእ ትዛረቡ ነጥቢ ኣለካ'ዩ።